ከመይ ደኣ እስኻ ከኣ ክትፈልጥ ጓልካ ሓቒፍካ ስቕ ኣይትበል ሓዳር ክግበር በላ ምስኪናይ ቆልዓ ትኪ መሲሉ መፂኡ ደሎ ንዑ ከኣ ካልእ ኢልክዮ ኢለዮ ኢለዮ እዛ ቅጭን መርዓትካ ሒዝካያ ተመርቀፍ እንደ ሃንስ ሓዳራ የግብርዋን እዮም ማሰዶ ወየዶ ገለ እንዳበሉ እዛ ኩላ ዕላልን ፀወታን ሓዳር ኣይኮነን ሓዳር እንዳማታ ከረስዕዋ እዮም ሰበይትካ ሒዝካ ኺድ ኢለዮ ግርም ደጌረ እወወወወ ሓቅኺ ሓቅኺ ሓቅኺ ኣቲ ኣቲ በርቅነ ጎዳን ሓቅኺ ሓቅኺ በሊ ርኢኺ ከምኣ ክረኽቦ እሞ ከምኣ ግበርኩለ ሪኻን ዝሓወይ ኣነ ብኸማ እየ ድፈትወካ ድመኽረካን ድምዕደካን ህን ኢልካ ኢኻ ንስኻ ትሰምዓኒ ትግራይ ከሰተ ከዓ ይዋ እዩ ከደንግጠካ እሱ እንታ ነብሰ ጦር ጓሉን ከደንቅጠኻ ጉዳሜን ንህለትካ እታ ጓሉ ናብቲ እንዳሓትና እንዲያ ከይዳ ደላ ኣብኡ ጥራሕ ኣይትሕረስ እሞ መስሓቕ ዓዲ ይኹኑ እንታይ እሞ ክገብር እዩ በዓል ንስኺ ርኢኺ ዘረባ ናሳ ወርቅን ነድሓነት ኣሰይጥን ግና ሄይ እቲ ግናይ ግብርኹም ከዓ የሰይጥና እንዶ ናይ የሴፍ ተበለት ናይ መድሃኔ ናይ መድሃኔ ተበለት ከዓ ናይ ፀጋይ ወዲ ጀናይ ደይኮነን ተሓዊስዋ ዋይ በሊ ገዛ ምፅ ተፃወቱ እሞ ሓራይ ክፃወት እየ ወይ ገዛ ምፅ ተፃወት እየ ክታደ የሴፍ ከዓ ኦሶይ ተባዕልቲ ወፅወይቶ ጅብዑቲ እንታይ ኢለኪ ኣይደለኪ እያ ጠርጠሪሸ ድየ ዘረባይ ኣይጠረሽካ ንሳስ ወሓቅኻ እሞ እንታይ ደኣ ሕራይ ወዲ እታ ኣደ ዮሴፍስ መፂኣ ናብ ህድኣት ኣትያ ኢላቶ እኮ ኣነሲ እቲ ቆሎ መልኣኽ ኣይትነግረኒ እዩ እቶ ጅብዒ ትባዕ ትወፀኢ እቶ ጅብዒ ዝድብል ሰት ምኩዕቲ ዝኾኑ ሲ ኣስመራ ኣትያ ኣሎ ኣበይ ትፈልጥያ ደኣ ስኸ ፅብቕቲ ዕምብሽቲ ዶ ጅብዕቲ ትብልያ ኣበይ ትፈልጥያ ስኺ መርካዓ ዶ ኣብ ገፅ ዮሴፍ ወዳ ይረአ የለን ክመፅእ ከሎ ከመይ ድዩ ነይሩ ደይ ንገዛኹም ምስ ኣተወ ልክዕ ንዓኹም መፂሉ ኢሉ ሟጢኡ ግንባር ከመይ ድዩ ነይሩ ልክዕ ዕምበባ ርጉሊ እኳ እዩ ዝመስል ነይሩ ኣብየት ኣብየት ንስኺ ትኣትው እያ ኣብታ ጥቓኻ እንድያ ጥቓ ንጥቓ እንዲና ክንከውን ርኢኻ እታ ጉድጓድካ ተተፋሒራ ጉድጓደይ ክትፈሓርያ ጉድጓድካ ተኣብያ ከዓ ናተይ ክትኣብ እንድያ ብድሕሪኡ ወላምፅ ኣቢሎም ናብቲ እሸኽ በለስ ደርብዩኒ ተመይተ ደኣ ይርኦ ይሰምዖ እንታይ ገድስኒ ብዛዕባ እዛ ኣዳይ ኣደ መንሽሙ ደክደከር ኣደይ ሲፍ ደገር ክንከዳ ዲና ኮና እንተና ያኔ እዛ ዘረባ እዚኣ ደኣ ኣቲ ዋይ ረሲዐ ኢኻ ኣንቲ ወረ ገዛ ዘረበት ዘረባ ከይከደት ከላ ኣልዒለ ኣቢለ እኮ ከስሓቐኪ ኢለ እኮ ከምዚ ዘሎ ሃንሳዋይ ደኣ ኣልዕል ኣቢልካ ዶ ትዛረብ ኢኻ ንዓንዶ ግዳ ንገረና ብሃንሳብ ዲና ክንከዳ ወላ ዕምባባ መሸና እንዲ ክገብር ደሊ ኣስመራ ርእየ ኣይፈልጥኒ ምሳኻ ወላ ኣስመራ ደይ ከዳ በሊ ዘረባ ሞሊቋትኒ እንዲያ እዛ ዘረባ እዚኣ ኣብ ልቢ ቋፅር እያ ብለክ ኣለኹ ዝኾነ ሰብ ከይሰምዓ ዋይ ተውሳኺትለይ ኣነ ዶ ከማኻ ዘረባ ይሞልቀኒ እዩ ተድልያትኒ እየ ዶ ቆፅራ እምበር ዘይተድልየ እንተኾይና ስንድው እየ ዘብላ ኣነ ባቃ እወ በል ሕራይ ደሓን በቃ ርኢኽልኺ እዛ ኣደ የሴፍ ስጋብ ትመጽእ ስኽ በል ይብለኩ ኣለኹ ንዝኾነ ሰብኣይ ነገርናን ኣብኪ ሕዝኪ ስቕ በል ይብለኩ ኣለኹ ተጠንቅቕ ይብለኩ ኣለኹ እንታይ ደኣ ክትከዳ ዲኻ ኣንተ ናብዚ ክትመጽእ እንዴት ዝብለኪ ዘለኹ ስኽ በል እዛ ዘረባ እዚኣ ቋጽር እያ ይብለኩ ኣለኹ ዋይ ኣንታ ከመይ ክብል እየ እዛ ዘረባ ኣምሊቖያ ሕጂ ደኣ ክትትኩሳ እንድያ